ሰላም ከመይ ትኾኑ ሮቤል እየ ሎማዓንቲ ከምቲ ልሙድ ናይ ኮምፒውተር ብትግርኛ ቱቶሪያል ሒዘልኩም ቀሪበ ኣለኹ ናይ ሎማዓንቲ ቱቶሪያል ዝኸውን መቸም እንድሕር ኢንተርኔት ትጥቀሙ ኮንኩም ዝተፈላለዩ ሶፍትዌራት ቪድዮታት ዳውንሎድ ምግባር ትደልዩ ትኾኑ ኢኹም ቀልጢፉ ዳውንሎድ ክገብረልኩም ከዓ ኢንተርኔት ዳውንሎድ ማናጀር ወይ ድማ ኣይዲኤም ዝበሃል ትጥቀሙ ትኾኑ ኢኹም ኮይኑ ግና IDM ክንጥቀም ተለና ንሰላሳ መዓልቲ ብቻ እዩ ዘገልግል እዚ ማለት ከዓ ድሕሪ ሰላሳ መዓልቲ ስሪያል ናምበር እቱ እዩ ዝለና ማለት እዩ ስለዚ ኣነ ግን ሕጂ ክሰርሕ ደልየ ዝኒኹ እቲ ኣይዲኤም ንሱ ንብዙሕ ግዜታት ንክትጥቀመሉ ብዘይ ምንም ገደብ ማለት እዩ ሕጂ ኣብ ናተይ ከም ትሪእዎ ኣለኹም IDM ክኸፍት ተለኹ ስርያል ናምበር ኣእቱ እዩ ዝለኒ ስለዚ ንዳሕራይ መዓልቲ ስርያል ናምበር ብዘይ ምንም ገደብ ንክጥቀም እየ ክገብር ደሊ ከም ትሪኦ ዘለኹም ሕጂ ሓትኒ ስርያል ናምበር እቱ ኢሜል ክኣቱ ስለዚ ዳሕራይ ከምዚ ዓይነት መሴጅ ንኸይመፀኒ ከመይ ገይረ ይገብር ዝብል ኢና ክንርኢ ስለዚ መጀመርታ ክትገብሩ ዝግበአኩም ናብ ዝኾነ ፎልደር ክፈቱ ፎልደር ምስ ከፈትኩም ካብኡ ሎካል ዲስክስ ይኺዱ ኣፕሊኬሽን ኣብ ጸዓንኩሉ ማለት ካብኡ ፕሮግራም ፋይልስ ክራሕ ብሰማንያን ሽዱሽተን ኣሎ ናብታ ፕሮግራም ፋይልስ ክራሕ ሰማንያን ሽዱሽተን ኢኹም ትኣትዉ ኣትየ ኣለኹም ካብኡ ምቕጻል እታ ሶፍትዌር ንሳ መንያ ትብል ኢንተርኔት ዳውንሎድ ማናጀር ስለዚ ናብታ ውሽጢ ናብኣ እተዉ ማለት እዩ ስለዚ ኣብ ዝተፈላለዩ ሶፍትዌራት እኒው ሕጂ ንዓና እታ ትርብሸና ዘላ ስሪያል ናምበር እተዉ ትብለና ዘላ እዚኣ ኣይዲኤም ጂኣር ኤችኤልፒ ወይ ድማ ኣይዲኤም ሄልፕ ትገብር እያ ትርብሸና ዘላ ስለዚ ሕዚ እንታይ ኢና ክንገብር ደሊና እዚኣ ክንድምስሳ እሞ ብካሊእ ክንትካ ኢና ደሊና ስለዚ መጀመርታ ናብ ላዕሊ ድይኩም ኣይዲኤም ብሮከር ኣይዲኤም ብሮከር ዶት ኤክስ እዩ ዝለሎ ኣብ ሓደ ግዜ ራይት ክሊክ ግበሩ ካብኡ ኮፒ ሜስክ ብምቕፃል ኣብ ኣፍታ ፎልደር ንሳ ፔስት ግበሩ ኮንቲንወል እውን ፍቓድ ስለ ዝደሊ ኮንቲንው መጀመርታ ግን እዚ ክትገብሩ ተለኹም ብኣድሚኒስትራተር ዩዘር ምእታውኩም ኣረጋግፁ ኢኹም ምክንያቱም ኣድሚኒስትራተር እንድሕር ዘይኮንኩም ስለ ዘይፈቕደልኩማ ስለዚ ኣይዲኤም ብሮከር ኮፒ ኮይና ኣላ ሕጂ እዚኣ ኮፒ ምስ ገበርና ናብታ ኣይዲኤም ሄልፕ ትብል ዘላ ራይት ክሊክ ግበረዋ ሓደ ግዜ ሪኔም በልዋ ካብ ሞጻል ኮፒ ካሽ ምንሳስ ተድልየና እያ ኣይዲኤም ሄልፕ ዝብል ማለት እዩ ሕጂ ኣይዲኤም ሄልፕ ክንብል ተለና እዛ ፋይል እዚኣ ይምጽ ነይሩ ሕጂ ግን ኣይዲኤም ሄልፕ ክበሃል ተሎ ካልእ ሶፍትዌር እዩ ከምጽእ ማለት እዩ ስለዚ እንድሕር ሹማ ኮፒ ጌርናዮ ኮይና ሕጂ እታ ፋይል ንሳ ነዚ ሕዚ ኣይተልየናን እያ ካብኡ ድሊት ክበሉ ሶፍትዌር ንሳ ነጥፋ እያ ኣድሚኒስትራተር ፐርሚሽን ይሓተ ኣሎ ኮንቲኑ ኣለዎ ስለዚ ይድምስሰ ኣሎ ካብ ብምቕፃል ክትገብሩ ዝግበእኩም ሓንቶ ኮፒ ዝገበርናያ ፋይል ነይራ ኣይዲኤም ብሮከር ዝብል ማለት ክልተ ኣይዲኤም ብሮከር ነና ሓደ ኮፒ ሓደ ኦርጅናል ማለት ናፍታ ኮፒ ከድኩም ሕጂ ራይት ክሊክ ጌርኩም ሪኔም በልዋ ካብ ብምቕጻል ራይት ክሊክ ጌርኩም ሕዚ ኣንቶ ሽም ኣይዲኤም ሄልፕ እዚ ነይሩ ፔስት በልዎ ሕዚ እታ ሽም ንሳ ናብዛ ኣይዲኤም ብሮከር ንሕልፍ ኣለና ማለት እዩ ካብኡ ፐርሚሽን ክሓተኩም እዩ የስ በልዎ ሕጂ በቃ ስራሕና ወዲእና ኣለና ኣብ መወዳእታ ግን ክትርስዕዎ ዘይግበእኩም ነገር ኮምፒውተርኩም ሪስታርት ገበርዋ እንድሕር ሪስታርት ዘይገርኩሞ በቲ ሕዚ ሒዛቱ ዘላ ስለ ትሰርሕ ኮምፒውተርኩም ሪስታርት ገበርዋ ማለት እዩ ስለዚ ናይ ሎማዓንቲ ቱቶሪያል ዝኸውን እዚኣ እያ ትመስል ስለዚ IDM ብጣዕሚ ዝተረበሽኩም ሰባት እንድሕር ሃሊኹም ከምዚኣ ጌርኩም መፍትሒ ተምጹ ኣለኩም ሕጂ እዚኣ ግን ከም ዝብለኩም ዘለኹ ሪስታርት ምግባር ከይትርስዑ ሪስታርት ምስ ገበርኩም ኩሉ ነገር በቃ በዚ ሕዚ ኣይሓተኩም ንዘለኣለም ትጥቀምሉ ትኽእሉ ኢኹም ማለት እዩ ኮይኑ ግና ክትርስዕዎ ዘይግበእኩም ካሊእ ነገር ከዓ ኣብዴት እንድሕር ጌርኩም ምኾንኩም እቲ ፋይል ንስሙ እዩ ተመሊሱ ይትካእ ድሕር ኣብዴት ጌርኩም ምኾንኩም ስለዚ እንታይ ክትገብሩ ኣለኩም ኣብዴት እንድሕር ጌርኩም ኩለ ታሕቲ ዝሰራሕናያ ፕሮሰስ ደጊምኩም ስርዕዋ ካሊእ ግዜ ከይሓተኩም ስለዚ ናይ ልማዓንቲ ቪድዮ እዚኣ እዩ ትመስል እንድሕር ፈቲኹሞ ኮንኩም ላይክ ግበሩ ዕርኽትኹም ካልኦት ዕርኽትኹም ብደንብ ገይሮም ክጥቀምሉ እውን ሼር ግበሩ ሳብስክራይብ ምግባሩን ከይትርስዑ ሳብስክራይብ ክትገብሩ ተለኹም ከዓ እታ ናይ ደወል ምልክት ንኽእዋእኹም ምክንያቱም ኣነ ቪድዮ ኣብ ዘእትኸዎ ናባኹም መልእኽቲ ክበፅሐኩም ምእንቲ ካብኡ እውን ግድፈት እንድሕር ሃልዩ ንድሕር ተሰሓሒቲ ኮይኑ ከኣ እዚ ንቀጻሊ ውን ከምህረኩም ትደልይዎም ቲቶርያልታት እንድሕር ሃልዮም ብጣዕሚ ተሸገርኩምሎም ሒዘ ንክቀርብ ምንቲ ኮመንት ጸሓፉለይ ብጣዕሚ የቀንየለይ።